ሰላም ከመይ ትፀንሑ ክቡራት ተኸታተልትና፣ እዚ ባይቶና ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መፅና ኣለና። እዋናዊ ዝኾኑ ዜናታትና ብእዋኑ ንኽበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኽብሪ ንዕድም። ምዕራብ ትግራይ ንምቁፅፃር ዝተጀመረ ደምሳሳይ ኦፕሬሽን ኣብ ሙሉእ ከበባ ዝኣተወ ወራሪ ሓይሊ ኢዶ ምሃቦም ኣብ ልዕሊ ሓይሊ ሰላም ዝተጀመረ ስርሒት ድምፂ ወያነ ናብ ሱዳን ምጓዓዛን ምጅማር ይፋዊ ጦርነትን ኣብ ቁፅፅር ሓይልታት ፅምዶ ዝውዓላ ወረዳታት ቤሻንጉል ምዕራብ ትግራይ ነፃ ንምውፃእ ኣብ ዝግበር ዘሎ ኦፕሬሽን ንምሕጋዝ ዝተላእኸ ሓይሊ ፋኖ ሕወሓት ደወል ነፃነት ምዕራብ ምድዋላ። ብተከዘ ዝግስግስ ዘሎ ስርሒት ብደቡብ ግንባር ዝተማረኾ መራሕቲ ግንባር ክቡራትን ክቡራትና ናይዚኦምን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና ክትከታተሉና ብክብሮ ንዕድመኩም ካብ ዝተፈላለዩ ግንባራት ዝተረኸበ ሓበሬታ ከም ዝሕብሮ ወራር ሓይሊ ስጉምቲ ይውሰደሉ ከም ዘሎ ተሓቢሩ። ድምፂ ወያነ እውን ማእኸሉ ኣብ ሱዳን ከም ዝኸፈተ ተፈሊጡ። ኣብ ሕድሕድ ግንባር ዘሎ ትኩስ ሓበሬታ ናባኹም ክነብሎ ኢና፣ ፈለማ ግን ድምፂ ወያነ ዝምልከት ክነቕድም። ኣብቲ ጀኖሳይዳዊ ኹናት ትግራይ ትካላት ሚድያ፣ ትግራይ ብብልፅግናን መሻርኽቱን ተዓፊነን ከም ዝነበራን ካብ ትግራይ ሓበሬታ ንምርካብ ኣሸጋሪ ከም ዝነበረን ይፍለጥ። ሕጂ ዝተረኸበ ምሽጥራዊ ሓበሬታ ከም ዝገለፆ ድምፂ ወያነ ትግራይ ካልኣይ ማእኸሉ ኣብ ሱዳን ከም ዘኸፈተን፣ ህዝቢ ትግራይ ንምግልጋል ምድላዋቱ ከም ዝወደኣን ዝተረኸበ ሓበሬታ የረድእ። ብመሰረት እቲ ዝተረኸበ ሓበሬታ ኣብዚ ሕጂ እዋን እቲ ኣብ ሱዳን ዝርከብ ማእኸል ናይ ፈተነ ግዜ ወዲኡ ናብ ስሩዕ ንምእታው ዝተዳለወ ከም ዝኾነ ዝተገለፀ እንትኸውን፣ መራሕቲ ትግራይ ካብ ሕሉፍ ተመክሮ ወሲዶም ዘዳለውዎ ከም ዝኾነ እዩ ዝግለጽ ዘሎ። ሱዳን ኣብዚ ሕጂ እዋን ሙሉእ ንሙሉእ ካብ ጦርነት ነፃ ንምውፃእ ተቓሪባ ከም ዘላን ብጀነራል ሓምዳን ዳጋሎ ዝምራሕ ዓማፂ ሓይሊ ሱዳን ምስ ኢትዮጵያ ዝነበሮ ርክብ ምስ ተቋረፀ ተስፋ ቆሪፁ ናብ ጎረባብቲ ሃገራት ይሃድም ከም ዘሎ እንዳተገለፀ ይርከብ። እዚ ከምዚ ኢለ እናሃለወ ብኮሚቴ መኸተ ትግራይ ዝተወሰነ ውሳነ ስዒቡ ኣብ ምዕራብ ትግራይ ዘሎ ሓይሊ ሙሉእ ብሙሉእ ተኸቢቡ ስጉምቲ ይውሰደሉ ከምዘሎ ተገሊፁ። ካብ ፍልፍላት ዝተረኸበ ሓበሬታ ከም ዝገለጾ ኣርመታት ሰራዊት ትግራይ ብተከዘ ብሱዳንን ብኤርትራን ብምእታው ንዓመታት ኣብ ምዕራብ ትግራይ ዓሪዶ ህዝቢ ትግራይ ክሳቐ ዝጸንሐ ወራር ሓይሊ ሕጂ ግን ናይ ኢዲ ይረክብ ከም ዘሎ ካብ ወተሃደራዊ ፍልፍላትና ዝተረኸበ ሓበሬታ የረድእ። ሰራዊት ብልፅግና ንመሻርኽቱን ሰራዊት ትግራይ ብተከዘን ሱዳንን ክኣቱ ይኽእል እየ ብዝብል ፅኑዕ ክትትል ክግበሩ ተፀንሑ እኳ ሰራዊት ትግራይ ግን ብኤርትራ ኣትዩ ብዝወሰዶ ናይ ቆረፃ ስርሒት ብርጌዳት ወረርቲ ምስ መራሕተን ብሃንደበት ኣብ ሙሉእ ከበባ ከምዝኣተዋን ኢደን ከም ዝሃባን ካብቲ ግንባር ዝተረኸበ ሰበር ዜና ይገልፅ። ዛጊድ ብዘሎ ሓበሬታ መሰረት ብዙሓት ድፍዓት ወረርቲ ከም ዝተሰበሩን ወራራ ሓይሊ ዝሕዞ ዝጭብጦ ከም ዝጠፍኦን እንዳተገለፀ ይርከብ። ካብ ምዕራብ ትግራይ ዝተረኸበ ተወሳኺ ሓበሬታ ከምዝገለፆ ድማ ኣሃዱታት ፋኖ እውን ንሰራዊት ትግራይ ንምሕጋዝ ናብ ምዕራብ ትግራይ ከምዝተለኣኻን ሰራዊት ብልፅግና ቀረብን ናይ ሰራዊት ሓገዘን ዝመላለሰሉ ዝነበረ መስመር ብምዕፃው ኣብ ልዕሊ ሰራዊት ብልፅግናን መሻርኽቱን መጥቃዕቲ ከፊቶም ከም ዘለዉ ተፈሊጡ። ፋኖ ምዕራብ ትግራይ ናይ ትግራይ እዮን ዝብል መርገፂ ከም ዝሓዘን ኣፈላላያት እንተሃልዮም እውን ድሕሪ ምእላይ ስርዓት ብልፅግና ብዘተ ዝፍታሕ እየ ኢሉ ዝብል መርገጺ ከም ዝሓዛን ክጽብጻብ ጸኒሑ እዩ። እዚ ከምዚ ኢለ እናሃለወ ብሓይልታት ጽምዶ ዝሕገዝ ዘሎ ሰራዊት ሱዳን ኣብ ክልል ቤሻንጉል ብዝወስዶ ዘሎ መጥቃዕቲ መራሒቲ ክልል ናብ ኣዲስ ኣበባ ከም ዝሃደመ እንዳተገለጸ ይርከብ። ሰራዊት ሱዳን ኮምሮኮን ካልኦት ኣብ ደባት ኢትዮጵያ ዝርከባ ግዝኣታትን ድሕሪ ምቁፅፃሩ ሃዲሙ ናብ ቤሻንጉል ጎሙዝ ዝኣተወ ሰራዊት ብልፅግናን ሰራዊት ህፁፅ ደገፍ ውሃብ ሓይሊ ሱዳንን ተኸቲሎ ብምእታው ብድሮን ዝተሓገዘ መጥቃዕቲ ይካይድ ከም ዘሎ ተገሊፀ። ዛጊድ ብዘሎ ሓበሬታ መሰረት ሓይልታት ጽምዶ ክልተ ወረዳታት ቤሻንጉል ጎሙዝ ከም ዝተቖጻጸሮን እቲ ውግእ ሕጂ እውን ይቕጽል ከም ዘሎን ካብቲ ግንባር ዝተረኸበ ሓበሬታ የረድእ። ሆስፒታል ኣሶሳ ብቑስላት መሊኣ ከም ዘላ ዝገለጹ እቶም ፍልፍላት እቲ ውግእ ዝቐጸለ እንተኾይኑ በዝሒ ተሓካሚ ካብ ዓቕሚ እቲ ሆስፒታል ንላዕለ ከም ዝኸውን ገሊጾም ኣለዉ። ብልጽግና ኦሮሞ መቐለ ተቖጻጺሮ ናብ ወደብ ዓሰብ ንምግስጋስ ንዓመታት ክሰርሕ እንተጸንሐ እኳ ሕጂ ግን ብዘይተጸበየ መንገዲ ሓይልታት ፅምዶ ብቤሻንጉል ጎሙዝ ናብ ኣራት ኪሎ ጉዕዞ ምጅማሮም ስልጣን ብልፅግና መወዳእትኡ ከምዝበፅሐ እንዳተገለፀ ይርከብ። ደገፍቲ ብልፅግና ዝኾና ሚድያታትን ኣክቲቪስታትን ኣሜሪካ ንብልፅግና ንምሕጋዝ ቆሪፃ ከምዝተልዓለት እናገለፁ ዝርከቡ እኳ እንተኾነ ሰበ ስልጣን ብልፅግና ኣብ ዘካየድዎ ገምጋም ግን ስርዓት ብልፅግና ኣብ ቀረባ እዋን ካብ ስልጣን ክእለ ምዃኑ ኣብ መደምደምታ ከምዝበፅሑ ጋዜጠኛ መድሃንየ ግደይ ሒዝዎ ዝወፀ ሓበሬታ የረድእ። ብመሰረት ሓበሬታ ጋዜጠኛ መድሃንየ ግደይ፣ መራሕቲ ኣሜሪካ ኣንጻር ስርዓት ብልጽግና ዝተሰለፉ ሓይልታትን ዝፈጠርዎ ጥምረትን ዝገምገሙ እንትኾኑ፣ ስርዓት ብልጽግና ካብ ስልጣን ኽእለ ከምዝኽእል ከምዝገምገሙ ዝተረኸበ ሓበሬታ የረድእ። ስለዚ ድማ ኣሜሪካ ይኹን መሻርኽታ ኣሰላልፈኣን ኩሉ ግዜ ምስ ዝሓየለ ሓይለን ጥቕመን ምስ ዝሕልወለን ሓይለን እምበር ናይ ዝኾነ ይኹን ሓይሊ ወይ ድማ መንግስቲ ተጣባቕቲ ከምዘይኮና ፍሉጥ ተንታኒ በሽር ዮሱፍ ሒዝዎ ዝወፀ ሓበሬታ የረድእ። ስለዚ ድማ ኣሜሪካን መሻርኽታን ሓይልታት ጽምዶ ዝተጠናኸሩ ምዃኖምን ንስርዓት ብልጽግና ክኣልይዎ ምዃኖምን ተረጋጊጾምን ምስ ሓይልታት ጽምዶ ከም ዝደራደሩ ክፍለጥ ኣለዎ ክብል እቲ ተንታኒ ሓቢሩ። እዚ ከምዚ ኢለ እናሃለወ ብደቡብ ግንባር ሕጂ እውን ውግእ ይቕጽል ከም ዘሎ ተሓቢሩ። እቲ ውግእ ካልኣይ መዓልቱ ከም ዝሓዘ ዝገለጹ ፍልፍላትና ወረርቲ ሓይልታት እግሮም ናብ ዘምርሖም ይሃድሙ ከም ዘለውን ሓይልታት ጽምዶ ንቕድሚት ይግስግሱ ከም ዘለውን ገሊጾም። ካብቶም ብደቡብ ግንባር ኣብ ልዕሊ ህዝቢ ትግራይ ትንኮሳታት ዝፍፀሞ ዝነበሩ ሓይልታት ሓደ ዝኾነ ሓይሊ ሓራ መሬት እንትኸውን ሕጂ ግን እቲ ሓይሊ ብብልፅግና ንክፈርስ ከም ዝተወሰነሉ ዝተረኸበ ምሽጥራዊ ሓበሬታ ይረድም። ብልፅግና ኣብዚ መደምደምታ ክበፅሕ ዝኸኣለ እቲ ሓይሊ ብቢልዮናት በጀት ተመዲብሉ ንዓመታት ክንቀሳቐስ እንተፀንሐ እኳ ተልእኾኡ ኣይፈፀመን ተባሂሉ ብምግምጋሙ ከም ዝኾነ ዝተረኸበ ሓበሬታ ይረድም። ብልፅግና ኦሮማ ሓይሊ ሓራ መሬት እንትምስረት ትግራይ ሕድሕዳ ንምብላዕን ንምድኻምን ከም ዝኾነ ፍልፍላት ይሕብሩ። ስለዚ ድማ እዚ ሓይሊ ሓራ መሬት እናተባህለ ዝፅዋዕ ሓይሊ ክሳብ ሕጂ ንስርዓት ብልፅግና ዝጠቅም ተግባር ዘይፈፀመ ምዃኑ ዝተገምገመ እንትኸውን ኣባላት እውን ናብ ትግራይ እናተመለሱ ከም ዝርከቡን ናይ ህወሓት ኢድ ኣለዎ ተባሂሉ ከም ዝተገምገመን ዝተረኸበ ሓበሬታ የረድእ። እዚ ከምዚ ኢለ እናሃለወ ላዕለዎት ኣመራርሓ ስርዓት ብልፅግና ኣብ ዘካየዶ ህፁፅ ኣኼባ ሰራዊት ትግራይን ህወሓትን ንምፍራስ ዝኸድዎ ኩሉ ዓይነት ሽርሒ ከም ዝመኸነን ብቢልየናት ገንዘብ መዲቦም ዝጀመርዎ ትግራይ ናይ ምፍራስ ፕሮጀክት ከም ዝፈሸለ ገምጊሞም ኣለዉ። ብልፅግና ትግራይ ሕድሕዳ ንምብላዕ ዘካይዶ ዝነበረ ፕሮጀክት ከም ዝፈሸለን ሰራዊት ትግራይ እውን ተጠናኺሩ ምቕፃሉን ከም ዝገምገመን ኣብ ዓፋር ዝሸፈተ ውዳበ ድማ ኣብ ናይ ቢዝነስ ሃፍቲ ምእካብ ተጸሚዱ ኣሎ ክብል ላዕለዋይ ወተሃደራዊ ኣመራርሓ ስርዓት ብልጽግና ተስፋዬ ኣያለው ኣብቲ ኣኼባ መብርሂ ከም ዝሃበ ዝተረኸበ ሓበሬታ ይረድእ። ብምቕጻል ብዛዕባ ጥምረት ሓይልታት ኣንጻር ኢትዮጵያ ኣብ ቀርኒ ኣፍሪካ ዝገምገመ ውዕሎ እቲ ኣኼባ ኣብ ከቢድ ሻቕሎት ከም ዘእተዎምን ሓይልታቱ ይበታተን ከም ዘሎን ነዚ ዝከላኸል ሓይሊ ኣብ ባይታ ይስእን ምህላውን ብዕሊ ገምጊሙ ኣሎ። ብተወሳኺ ናይ ጀነራል ጻድቃንን ኣይተ ጌታቸው ረዳን ኣካይዳ እውን ኣብ ካልእ ተገምጋም ከም ዝነበረን ብቢልዮናት በጀት ተሰሊዖም ካብ ሚድያ ክሳብ ሽፍታ መሓውር ምውዳብ ውፅኢታዊ ከም ዘይኮነን ኩሎም መሓውር ውድብ ስምረትን መሻርኽቶምን ኣብ ትሕቲ ቁፅፅር ስለያ ስርዓት ብልፅግና ክኣትዉ ክሰርሕ መምርሒ ከም ዝወረደ ተገሊፁ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓድሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም